ሰላም ኣብ ናይ ሎሚ መደብና ብዛዕባ ትግራይን ኤርትራን ዝበሃል ዘሎ ብሓደ ኮይንና ንርኢና። እቶም ታሪኻውያን መሳርሕቲ ዝኾኑ ወያነን ሻዕብያን ርክባት ምፍጣሩ ኣነጺሩ ናይዚ ሕጂ። እሱ ጥራሕ ኣይኮነን ኣመራርሓ ትግራይ ኣብዚ ሕዚ ሰዓት ሓደሽ መልስታት እንዳሃቡ እዮም ዝርከቡ። ምዕራብ ትግራይ ዘመሓደረ የመሓድሮ ብዘየገድስ ኣነ ከብደይ ክመልእየ። ከምኡ ውን ብዛዕባ ኣሜርካን ኤርትራን ብጣዕሚ ኣዘራራቢ ዘሎ ህሉው ኩነታት። ዓመታት ብዝጸንሐ ናይ ፖለቲካ ኣፈላላይ ክሳነያ ተራእየን ዘይፈልጣ ኤርትራን ኣሜሪካን፣ እዚኦምን ካልኦትን ሓደሽቲ ሓበሬታታትን ሒዘልኩም ይቀርብ ኣለኩ ክሳዕ መወዳእታ እዚ ቪድዮ ዝሓበርኩም ንጽንሖ ኩላና ላይክ ምግባር ንጀምሮ ንቐጽል። እሺ ቀዳማይ ቪድዮና ማለት እዩ ኣብዚ ሕዚ ሰዓት ብዛዕባ ኣሜርካን ኤርትራን ኣብ ዝህልው ኩነታት ማለት እዩ ኣብዚ ማሕበራዊ ሚድያ ብጣዕሚ ካብ ኣዘራራቢ ዘለው ዛዕበታት ብዙሓት ውን ዓበይቲ ጋዜጣታት ውን ዝቀባበልኦ ዘለዋ ጉዳይ ማለት እዩ እስኪ ብዛዕብኡ ሓደ ሓደ ትንታኔታት እንኤ ቀጺልና ንስማዕ። ዝጸንሐ ናይ ፖለቲካ ኣፈላላይ ክሳነያ ተራእየን ዘይፈልጣ ኤርትራን ኣሜሪካን ኣብ ቀረባ ግዘ ዓብዪ ለውጢ ከምዘምፅእ ዝእመነሉ ዘተ ከምዘካይዳ ተገሊፁ ኣሎ። ኣፍሪካን ኢንተለጀንስ ካብ ኒውዮርክ ዝዘርግሖ ሓዱሽ ፀብፃብ ከምዘመላኸቶ ሰበ ስልጣን ክልቲኤን ሃገራት ኣብ ኣሜሪካ ከምዝራኸቡ ኣመላኺቱ ኣሎ። ኣብ ኣሜሪካ ኒውዮርክ መበል ሰማንያ ዓመታዊ ጉባኤ ዝካየድ ዘሎ እንትኸውን ናይ ዝተፈላለያ ሃገራት መራሕትን ሚኒስተራት እውን ተረኺቦም ኣለው። ኣብዚ ጉባኤ ኤርትራ ብሚኒስተር ጉዳያት ወፃኢኣ ኣይተ ዖስማን ሳልሕ ኣቢላ ዝተወከለት ኮይና ከም ፀብፃብ ኣፍሪካን ኢንተለጀንስ ጎናጎኒ እዚ ዓመታዊ ዋዕላ ውድብ ሕቡራት ሃገራት ኣይተ ዖስማን ሳልሕ ምስ ሰበ ስልጣናት ኣሜሪካ ከምዝዝቲ ተፈሊጡ ኣሎ። እዚ ዋዕላ በዓል ስልጣን ኣሜሪካ ኣይተ ዖስማን ሳልሕ ምስ ኣብ ጉዳያት ኣፍሪካ ኣማኻሪ ምምሕዳር ዶናልድ ትራምፕ ዝኾነ ማሳድ ቦሎስ ኣብ ዝተፈላለዩ ጉዳያት ክዝትዩ ከምዝኾኑ እዩ ፀብፃብ ኣፍሪካን ኢንተለጀንስ ዝሕብር። እቲ ፀብፃብ ንዓመታት ሓርፊፉ ዝነበረ ዝምድና ኣሜሪካን ኤርትራን ፕሬዝደንት ዶናልድ ትራምፕ ዳግማይ ናብ ስልጣን ምስ መጸ ግን ዝምድና እዘን ክልቲኤን ሃገራት ከም ዝተመሓየሸ ኣመላኺቱ ኣሎ። ኣብ ዝሓለፈ ወርሒ ሓምለ ኣብ ኣሜሪካ ናይ ኤርትራ ቆንጽላ ሓላፊ ኣይተ ብርሃነ ሰለሙን ኣብ ስቴት ዲፓርትመንት ናይ ጉዳያት ምብራቕ ኣፍሪካ ምኽትል ሓላፊ ምስ ዝኾነ ቪንሰት ስፔራ ከም ዝተራኸበ ተገሊጹ ነይሩ። ናይ ክልቲኤን ሃገራት ንዓመታት ምስ ዝጸንሐ ዝሓርፈፈ ዝምድና ብኣንጻሩ ኣብ መንጎ ፕሬዝደንት ኢሰያስ ኣፈወርቅን ዶናልድ ትራምፕን ዝረኣ ዘሎ ምቅርራብ ፖለቲካ ዓለም ንኽከታተሎ ከም ዘገደዶ እዩ ዝንገር። እቲ ዘተ ኣጀንዳ ገይሩ ካብ ዝሓዘም ጉዳያት ሓደ ናይ ሱዳን ኲናት እንትኸውን፣ ንሱዳን ብዝምልከት እንግሊዝን ፈረንሳይን ዓብዪ ዋዕላ ንምክያድ ይንቀሳቐሳ ከም ዘለዋ ክንገር ጸኒሑ እዩ። ይኹን ደኣ እምበር ኣብዚ እንግሊዝን ፈረንሳይን ዘካይደኦ ዋዕላ ኤርትራ ካብቲ ኣኼባ ዝተነጸለት ኮይና፣ እዚ ድማ ነቲ ኣብ ኲናት ሱዳን መሰረት ብምግባር ንዝካየድ ዘተ ኣብ ሕቶ ምልክት ንኽኣቱ ገይርዎ እዩ። መብዛሕትኡ ግዘ ምዕራባውያን ሃገራት ኣብ ምብራቕ ኣፍሪካ ንዝለዓል ጎንጺ ንኤርትራ ክኸሳ ዝረኣያ እንትኾና፣ ዶናልድ ትራምፕ ግን ኣሜሪካ ምስ ኣውሮፓ ሃገራት ዝነበራ ዝምድና ኣብ ሓደጋ ብዘእቱ መንገዲ ምስ ሩስያ፣ ኤርትራን ሰሜን ኮርያን ዝኣመሰላ ሃገራት ክዝቲ እዩ ዝመርጽ ዘሎ። ዶናልድ ትራምፕ ዳግማይ ናብ ስልጣን ምስ መጸ ወጻእታት እታ ሃገር ንምቕናስ ብዝብል ምኽንያት ኣብ ኤርትራ ዝነበረ ኤምባሲ ኣሜሪካ ከም ዝተዓጸወ ዝዝከር እዩ። ካብዚ ብተወሳኺ ናይ ዝተፈላለዩ ሃገራት ዜጋ ናብ ኣሜሪካ ንኸይኣትዉ እንትእግድ ንኤርትራ እውን ክእግዳ ተራእዩ ነይሩ። ብፍላይ ኤርትራ ኣብ ሶማልያ ኢድ ኣታውነት ከም ዘለዋ ብምግላጽ ብኣሜሪካን ምዕራባውያን ሃገራት ማዕቐብ ዝተነበረላ ኮይና እቶም ማዕቐባት ሕዚ እውን ቀፂሎም ኣለው። ብተወሳኺ መንግስቲ ኢትዮጵያ ኣብ ልዕሊ ትግራይ ኣብ ዝኸፈቶ ኲናት ሰራዊት ኤርትራ ኣብቲ ኲናት ብምስታፉ እታ ሃገር ተወሳኺ ማዕቐብ ንኽድርበያ ኣኽኢልዋ እዩ። ካብ ዝተወሰነ እዋን ናብዚ ኣብ መንጎ መንግስታት ኣብይ ኣሕመድን ኢሳያስ ኣፈወርቅን ዝተፈጠረ ምትፍናን ነተን ሃገራት ናብ ኲናት ንኸየምርሐን ብዝብል ኣሜሪካን ካልኦት ምዕራባውያን ሃገራት ከጠንቅቓን መተሓሳሰቢ ክህባን ተራእየን ኣለዋ። እሺ ከም ዝፍለጥ ማለት እዩ ኣብ ዝሓለፈ ካብቶም ዝርዝራት ካብ ዝረኣናዮም ማለት እዩ ኣሜሪካ ኤርትራ ኣብ ዝርዝር ኣውጽያታ ነይራ ማለት እዩ ኣሜሪካ ኣብ ዝሓለፈ ከም ዝፍለጥ ኣብዚ ማሕበራዊ ሚድያ እውን ከምጽኡ ወጽዩ ከም ዝነበረ ዝሓበሬታታት ማለት እዩ ናብ ዓደይ ከይኣትውን ኢላ ካብ ኣፍሪካ ሃገራት ዘርዚራ ነይራ ማለት እዩ ኣብቲ ዝርዝር ከዓ ኤርትራ ከም ዝነበረት ዝፍለጥ እዩ ኣብዛ ሰዓት ግን ወሳኒ ዝኾነ ዘተ ምስ ኣሜሪካ ኤርትራ ከምዝጀመረት እናተሓበረ'ዩ ዝርከብ ዘሎ። ካብቶም ኣዘራራቢ ዘለዉ ዲፕሎማስያዊ ርክባት ድማ ኣብዚ ሕዚ ሰዓት ዘኒኤ ናይ ኣሜሪካን ናይ ኤርትራን ዲፕሎማስያዊ ርክብ'ዩ ዘኒኦ እዚ መሓውራዊ ሚድያ ማለት'ዩ። እሺ ካብዚ ምቕጻል ማለት'ዩ ምስ መምህር ኣብርሃ ዝተገበረ ኢንተርቪው ብዛዕባ ኤርትራ ብዛዕባ ባሕርን ማለት'ዩ ዝተፈላለዩ እንዳበለ'ዩ ዝርከብ ዘሎ ኣብዚ ሕዚ ሰዓት። እስከ ቀጺልና ንስማዓዮ። ኣፍልጦ መከራኸሪ እዩ ዓሰብ ብቀዳማይ እናሰማዕኹ ማለት እዩ ዓሰብስ ራስ ገዝ እያ ነይራ እሞ ምስ ኤርትራ ክትሕወስ የብላን ዝብል እዚ ደንቆርቆር እዩ ምክንያቱ ኤርትራ ሙሉእ ኣብ ትሕቲ ግዛኣቶም መእትዮም እሞ ትግራይ እውን ካልኦት እውን ኣብ ትሕቲ ግዛኣቶም ዝነበረ ተደለዩ ራስ ገዝ ክገብሩ ተደለዩ ካሊእ ክገብሩ ሓይሊ ነይርዎም ስለዚ ዓሰብ ዝበሃል ቦታ ካብ ኤርትራ ፈሊናስ ራስ ገዝ ጌርናዮ ስለ ዝነበርና ምስ ኤርትራ ክኸይድ ኣይኽእልን ዝብል ጌጋ እዩ። ምኽንያቱ ኤርትራ ኮይኑ ጸኒሑ እዩ ንሰብዓ ዓመታት ዝኣክል እቲ ቦታ። እዚ እዚ እውን ናባና እዮም ከምጽዎ ዝደልዩ። ከምዚ ኢሉ እናሃለወ ተጋሩ እዮም ኣሕሊፎም ሂቦም ዝብል እዚ እውን ጭቡጥነት የብሉን። ስለዚ ከጠቓልል ከለኹ እንታይ እዩ ክገብር እንታይ ዘይገበረ እዮም ዝብሉና ዘለዉ ብግልጺ ንኣና ንኤርትራ ኣዲስ ኣበባ ምስ ኣተና ኣፍልጦ ኣይንህብን ኢልና ሽዑ ንሽዑ ውግእ ዘይኣወጅኩም እዮም ዝብሉና ዘለዉ። እንተዘይኮይኑ ቅድሚ ኣዲስ ኣበባ ምእታውና ንሕና ንሶም ኣቐዲሞም ብክልተ ወይ ሰለስተ መዓልቲ ኣስመራ ኣትዮም እዮም። እቲ ኣፈላለይ ኣለዎ ናይ መዓልትታት ይመስለኒ ተዘይተጋግየ እዎ ኤርትራስ ተቆጻጺሮማ እዮም ስለዚ ነዚ ኣፍልጦ ሂብካ ትውግእ ከይቕጽል ምግባር ትክክል ይብሃል እየ ኣነ ትግራዋይ እውን ብዙሕ ደም ዘለዎ ይመስለኒ ዝብሉ ከዓ ዘለዉ ግን እዙይ ምስ ገበርካ ሽዑ ንሽዑ ምስ ኤርትራ ክትገጥም ነይሩኳ ወይ ትውግእ ክቅፅል ነይርዎ እዮም ዝብሉ ዘለዉ እዙይ ከዓ ኣይንገብሮን ይፍትሐላ እዩ ህዝቢ ትግራይ እናተዋገ ኣይነብርን እዩ ባዕሎም ዝሸጥዎ ዓዲ ተዋጊኡ ከምልሰሎም ትፅኢተ ይግበረሉን እዩ ዘሪኹምና ምስ ኤርትራ ናተዋጋእና ዝብልዎ ስለ ዝጨፍለቑና እዩ ናይ ባዕልና ህዝባዊ ሕቶ ሒዝና ኢና ዝገጥም ነይሩ ስለዚ ናብ ትግራይ የምፅዎ ስለ ዘለዉ እየ ክንድዚ ተገዲሰ ዝዛረብ ዘለኹ
ንኤርትራ ንምሕላቕ ኣይኮነን ፈልዮም ስለ ዘይርኡና ዘለዉ እዩ ኣብኡ እናደመሩ ይርኡና ስለ ዘለዉ ከምዚ ዓይነት ታሪኻዊ መማጎቲ ክነቕርብ ከኣ ግዴታ የገድዱና ስለ ዘለዉ እዩ። ትግራይሲ ኣብዙይ ተወቃሲት ክትከውን ኣይግባኣን። ተወቃሲ ክኸውን ዘለዎ ናይ ኤርትራ ጉዳይ ደጊምካ ደጋጊምካ ምኒልክ እዩ። ፈሪሙ ዝሸጠ ማለት እዩ። ዋላ ብሓይሊ ተሓዲጉ ስኺሉ ተዝኸድ ገዝኡ እኮ ጽቡቕ እዩ ነይሩ። ፈሪሙ እኮ እዩ በርኮ ዮሃንስ እውን ተደፊኡ ነይሩ እኮ እዩ። ኣፄ ዮሃንስ እውን እኮ ተደፊኦም እዮም፣ ግን ፈሪሞም ዝሃቡ ቦታ የለን። ክትዳፋፋእ ትኽእል ኢኻ ማለት እዩ። ሚኒሊክ ግን በቲ ዝነበሮ ፀቢብ ናይ ስልጣን ህረፍ ምእንታን ናይ ሽዋ ስልጣን ኣብ ሓደጋ ከይወድቕ ሓደ ካልኣይ ተጋሩ እውን ኣብኡ ተለዉ ክዳኸሙ ስለ ዘለዎም ብደንቢ ዝተሰልሐ ፖለቲካ ክሻብ ህዚ እውን መርዚ ኮይኑ ዘሎ ፖለቲካ ዝተሰርሐሉ ስራሕ እዩ ማለት እዩ። ናይ ጣልያን እውን ድፍኢት ተወሲኽዎ። So ታሪኻዊ ስሕተት እኳ ተኾይኑስ ናይ ሚኒሊክ ታሪካዊ ስሕተት ድኣ እምበር ናይ ተጋሩ ኢሊት ወይ ከዓ ናይ ህወሓት ታሪካዊ ስሕተት ኣይኮነን እዩ። ኣይኮነን።
ህወሓት ንናፃነቱ ክብል ተቃሊሱ እዩ። እሶም እውን ተቃሊሶም እዮም። ስለዚ እታ ዘንጥልጠሉላ ዘለዉ ኣፍልጦ ሂብዋ ንኤርትራ እዩ ዝብል ዘሎ። ክንህብ ትኽክል እዩ ነይሩ። ንፍትሒ ንቃለስ ህዝብታት ንኤርትራ ክሳይ ምሃብና ትኽክል እዩ። ምናልባት ጉድለት ነይሩ ክበሃል ተኾይኑ እቲ ናጻነት ክእውጁ ከለዉ ኣብ ቦርደር ዝነበረና ኩነታት ብዝግባእ በቲ ናይ ኮሎናይዘሽን ድዩ ዋላ ብካሊእ ዓለም ብዝፈልጦ ክንጥርሮ ይግባእ ነይሩ። ስታት ስሕተት ክኾን ይኽእል እዩ እቲ ምጥራር ማለት እዩ። ካልኦት ግልፅነት ዘድልዮም ነገራት ተነይሮም እውን ኣብ ኢኮኖሚ ግዛዕ ክስራሕ ዝግብኦ ተነይሩ ክስራሕ ነይርዎ ባህላ እየ። ካብዚ ወፃኢ ዘሎ ግን እቲ ዝብልዎ ዘለዉ ታሪካዊ ስሕተት ናብ ተጋሩ ንምልፋእ ዝግበር መሰረት የብሉን። ሓሶት እዩ ዋላ ብፋክት ደረጃ ሓሶት እዩ እቲ ዝብለካ ዘለኹ ኮይኑ እዚስ ከፍርስ ዝኽእል ክሙጉስ ዝኽእል ነገር የለን ስለዚ ተራ ሃለውለው ተዘይኮይኑ ዓሰብ ካብ ጉዳይ ጅቡቲ ፈሊኻ ኣይረን ናይ ጅቡቲ እውን ከምኡ ባይዘ ተሸጠይቲ ናይ ጅቡቲ እውን ሓደ ናይ ፈረንሳይ ኣብኡ ዝነበረ ሰብ ገዚእዎ ካብቶም ዒሳን ዓፋርን ዝበሃሉ ኣከባቢ ዝነበረ ስልጣን ሸይጥዎ እንደገና ፈረንሳይ ምስ ሓዘቶ ብኡ ቀፂላ ዝተፈለየ ነገር የብሉ ስለዚ እንታይ እዮም ዝገብሩ ዘለዉ እዚኣቶም ዝለመድዎ ነገር እዩ ኩሉ ዓይነት ፀገም ናይዛ ዓዲ እዚኣ ናይዛ ፀገማ ዘይውዳእ ዓዲ ናብ ተጋሩ እዮም ከሸክምዎ ዝደልዩ እዚ ደደጋጊሞም ዝገብርዎ ዘለዉ ነገር እዩ ነቲ ዝገበሩ ኣብ ልዕለና ዝገበርዎ ጀኖሳይድ እውን እዚ ብስፍሓት ከም ተጠቐምሉ ይፍለጥ እዩ ኢህወደግ ካብ ኣዲስ ኣበባ ካብ ዝኣቱ ጀሚሮም ዝፀሓፉ ጋዜጣታትን መፅሄታትን ኣነ ይሪኦም ነይረ ብሽዑ እዋን ተምሃራይ ስለ ዝነበርኩ ኣብኡ ኣብ ኣዲስ ኣበባ ኣራት ኪሎ ዝብተን ዝነበረ ኣብታ ዝነበርኩላ እዋን እዙ እዮም ዘውክዑ ነይሮም። ብርግፅ ነዚ ንሕና ዝግባእ መልስታት ኣይወሃቦን ነይሩ። ስለዚ እንታይ እየ ደጋጊመ ዝዛረብ ዘለኹ እዚ ጉዳይ እዚ ናባና ኣየምፅዎ። ኖዙይ እየ ደጊመ ደጋጊመ ዝዛረብ ዘለኹ። እወ ኣነ ውን ትሳዕቤኑ ክንሪኦ ደልየ ከምዚ ዝበልካዮ እቲ ሓቂ እዚ ኮይኑ እናሃለወ ናይ ሕውሓት እዩ ፈጢርዎ ንኣብነት ኢሎም ወይ ከዓ ብሓፈሻ ናብ ተጋሩ ከምፅእዎ ከለዉ ንኣና ሳዕቤን ክህልዎ ይኽእል እዩ ንኣብነት ሐዚ ኢትዮጵያውያን ብታሪኻዊ ስሕተት እዩ ከይዱ እንድሕር ዝብሉ ኮይኖም ብሕጋዊ መንገዲ እውን ይብሉ ስለዘለዉ ሕጋዊ መንገዲ እቲ መንግስቲ ኢትዮጵያ ወደብ እንድሕር ትረክብ ትኽእል ኮይና ናይ ባዕሉ መንገዲ ክኸድ ይኽእል እዩ ግን ከምጽኦ ከለዉ ከም ኮውዝ ንኣና ንምንታይ ይጸርሑና እዚ እንድሕር ኮይኑ ከኣ ኣባና እዚ ኢትዮጵያ ኣብ ርእሲ ተጋሩ ሕዚ ውን ካሊእ ሓደ ክውሰድ ዘሎ ከም ሕወሓት እዩ ሕወሓት እዩ እንድሕር ኢሎም ውን ክንጽሉ ክክእል ኣለዎም ተዘያለ ናብ ተጋሩ ናምጽኡ ካሊእ ሳዕቤን ሒዙልና ናብ ዝመጽእ ተረኽ ይወስድዎ ስለ ዘለዉ ነዚ ግቡእ መልሲ ምሃብ ኣግባብ እዩ ስለ ዝበልኩ እየ ተሓተካ ዳም ንሕና ካብ እሺ ካብዚ ምቅጻል ማለት እዩ ኣብዚ ሕዚ ሰዓት ኣብዚ ማሕበራዊ ሚድያ ካብ ብጣዕሚ መዘራረቢ ዘሎ ማለት እዩ ጀነራል ታደሰ ወረደ ኣብዚ ሕዚ ሰዓት ናብ ዶብ ትግራይን ኤርትራን ከምዝኣተወ ምስ ዝተፈላለዩ መሳርሕቱ እንዳተዘረበ እዩ ዘርከብ ዘሎ እስኪ ቀጺልና ንስምዓዮ። ን መሳርሕቲ ዝኾኖ ወያነን ሻዕብያን ርክባት ምፍጣሩ ኣነጺሩ። ናይዚ ሕጂ ኣብ መንጎ ኤርትራን ኢትዮጵያን ክባራዕ ተቓሪቡ ዘሎ ኲናት ጠንቂ መቐለ እምበር ዓሰብ ከምዘይኮነት ዝሐበረ እቲ ዲፕሎማሰኛ ክልቲኦም ወገናት እንተሓቢሮም ኣብ ኣዲስ ኣበባ ንዘሎ መንግስቲ ንምግልባጥ ክሰርሑ ከምዝኽእሉ ወሲኹ ሓቢሩ ኣሎ። ሽሕኳ ናይ ኤርትራን ፌደራልን ሓይለ ኣብ ልዕሊ ናይ ትግራይ ሓይሊ ወራር ምፍጻሙ ዝፍለጥ እንተኾነ ኣረኣእያ መንግስቲ ኤርትራን ህወሓትን ቀልጢፉ ከም ዝተመሳሰለን ብዘይ ቅድመ ኩነት ብዘይ ወግዓዊ ኣገባብ ክሰርሑ ምጅማሮምን መግለጺ ናይቲ ኣምባሳደር ይገልጽ። ናይ ህወሓት ወገናት ነቲ ንመንግስቲ ኤርትራ ዘየሳተፈ ናይ ፕሪቶርያ ስምምዕ ከትግብሩ ከም ዘይደልዩ'ውን ዝሕብር እቲ ዲፕሎማት፣ ኣብ ክንዲ ምስ ናይ ፌደራል መንግስቲ ኪዳን ምስ ናይ ኤርትራ መንግስቲ ኪዳን ፈጢሩ ይሰርሕ ከም ዘሎ ምምልካቶም'ውን ይነገር። ፕሬዝዳንት ግዝያዊ ምምሕዳር ክልል ትግራይ ጀነራል ታደሰ ወረደ ናብ ዶብ ኤርትራን ትግራይን ናብ ከተማ ዓሊተና ከም ዝኣተወ ተገሊጹ። ፕሬዝዳንት ግዝያዊ ምምሕዳር ክልል ትግራይ ጀነራል ታደሰ ወረደ በዓል መስቀል ክልተ ሽሕን ዓሰርተ ሸሞንተን ምኽንያት ብምግባር ኣብ ወረዳ ኢሮብ ተረኺቡ ምስ ህዝቢ ንምዝታይን ዑደት ንምስላጥን ናብ ከተማ ዓሊተና ክኣቱ እንከሎ ብህዝቢ እቲ ከባቢ ደሙቕ ኣቀባብላ ከምዝተገበረሉ ተገሊፁ። እሺ መፍቷታታትልቲ ናይ ሎሚ ዝነበሩ ሓበሬታታት እዚኦም መስርርም ኣብ ቀጻሊ ብሓድሽ ሓበሬታ ክሳዕ ንራኸብ ቅድሚ እዚ ቪድዮ ዝመጻኹም ናብ ኩሉ ሰብ ክበጽሕ ስለ ዘለዎ ኩላኹም ላይክ ምግባር ከይትርስዑ ሰሰናዩ ጸጽቡቕ የስመዐና።